ሰላም ጥዕና ይሃበለይ ክቡራትን ፍትዋትን ተኸታተልቲ መደብ ሳባውያን እንታይ ይመስል እሞን ከምቲ ልሙድ ነሳዕ ዝሓርናዮም ሓፀርትን እዋናውን ዝበልናዮም ዜናታት ሒዝና መፂና ኣለና ንሰናይ ምክትታልኩም ንዕድመ ፈለማ ቀንዲ ቀንዲ ነጥብታቶም ናባኹም ክንብል ኩናት ማእኸላይ ምብራቐ ተጋዲዶ ኣብ ዝቐፀለሉ እዋን ኢራን ሓድሽ መራሒ መሪፃ ኣላ ብሰፊሑ ክነካፍለኩም ኢና። ትግራይ ዝወነነቶ ፀረ ድሮንን ፀረ ነፈርቲ ኩናት ብወገን ፀለእቲ ከቢድ ድንጋፀ ወሊዱ። ዝርዝሩ ክትሰምዑ ኢኹም። ፕሬዚደንት ግዜያዊ ምምሕዳር ትግራይ ሌትናል ጀነራል ታደሰ ወረደ ሎማዓንቲ ዘመረቕዎ ልምዓታዊ ትካል እውን መን ምዃኑ ከነስምዐኩም ኢና። ላይክ፣ ኮሜንት፣ ሸር፣ ሰብስክራይብ ምግባር ኣይንዘንግዕ። በብዘለናዮ ሰናይ ፃንሒት ግበረልና። ባይቶ ክኢላታት ኢራን ንሞጅታበ ካሚነይ ንኣቦኡ ተኪኡ መራሒ እቲ ሃገር ክኸውን ከም ዝወሰነ ተገሊጹ። ኢራን ብወተሃደራዊ ወፍሪ ኣሜሪካን እስራኤልን ዝተቐተለ ኣያቶላ ካሚነይ ንምትካም ውላዱ ሞጃታብ ሃሚኔይ ሓድሽ ላዕለዋይ መራሒ እታ ሃገር ጌራ ከምዝመዘዘት ተገሊጹ ኣሎ። እቲ ወዲ ሓምሳን ሽዱሽተን ዓመት ምዃኑ ዝተነገረሉ ሓድሽ መራሒ ኢራን ሞታጃብ ቅድሚ ሕዚ ኣብ ዝኾነ ሓላፍነት ከምዘይነበር ይኹን እምበር ኣብ ጎኒ ኣቦኡ ኮይኑ ኣብ መሪሕነት ዝለዓለ ልምዲ ከምዝነበረ እውን ተጠቒሱ ኣሎ። ፕሬዚደንት ኣሜሪካ ዶናልድ ጄይ ትራምፕ ሓድሽ ዝተመረፀ መራሒ ኢራን ንነዊሕ ክቕንእ እንተኾይኑ ብኣሜሪካ ክድገፍ ኣለዎ ክብል ምጥቃሱ ዝዝከር እንትኸውን ኣብዚ ጉዳይ ምላሽ ዝሃበ ሚኒስትሪ ጉዳያት ወፃኢ ኢራን ድማ ምምራፅ መራሕ ኢራን ንኢራናውያንን ንኢራናውያን ጥራሕ እዩ ዝምልከት ክብል ሓፂር ምላሽ ናብ ፕሬዚደንት ኣሜሪካ ዶናልድ ጄይ ትራምፕ ምልኣኹ ተሰሚዑ እዩ። ትካል መፃረዪ ዘርኢ ማሽን ኣብ ምዝዛም ሕርሻ ትግራይ ልዑል ግደ ከበርክት እዩ ክብሉ ፕሬዚደንት ግዜያዊ ምምሕዳር ትግራይ ሌትናል ጀነራል ታደሰ ወረደ ገሊፆም። ፕሬዚደንት ግዜያዊ ምምሕዳር ትግራይ ሌትናል ጀነራል ታደሰ ወረደ ነዚ ዝበሉ ኣብ ከተማ መቐለ ክፍለ ከተማ ሰሜን ትካል መፃረዪ ዘርኢ መሪቖም ዕላዊ ኣብ ዝገበርሉ እዋን እዩ። ፕሬዚደንት ግዜያዊ ምምሕዳር ትግራይ ሌትናል ጀነራል ታደሰ ወረደ ነዚ ትካል መፃረዪ ዘርኢ ኣብ ምዝዛም ሕርሻ ትግራይ ዘለዎ ግደ ልዑል ምዃኑ ድሕሪ ምግላፅ እዚ ምህላው ንጠለብ ሓረስታይ ምላሽ ዝህብ እዩ ክብሉ ድጋፎም ጠቒሶም ኣለው። ህዝብና ዘመናዊ ሕርሻ ዘተማልኦ እኹል ዓቕሚ ክህልዎ ይግባእ ክብሉ ዝገልፁ እቶም ፕሬዚዳንት መንግስቲ ተበግሶ ወሲዱ ከምዝሕግዝ ኣነፂሮም ኣለው። እዚ መፃረይ ዘርኢ ማሽን ብሙሉእ ዓቕሚ ንከይሰርሕ ናይ ሓይሊን ምቁርራፅ ከምዘሎ ዝጠቕሱ እቶም ፕሬዚዳንት ዘሎ ፀገም ሓይሊ መብራህትን ካልኦት ናውትታት መንግስቲ

ቤት ጽሕፈት ፕሬዝደንት ሕዚ ኣብ ዝዘርጎ ሓበሬታ ዝጠቐሰ ህዝቢ ትግራይ መንነቱን ህልውኑን መጻኢ ዕድላቱ ኣብ ዋጋ ዕዳጋ እእትዮ ይፈልጥን ክብል ጀነራል ምግቢ ሃይለ ገሊጹ። ህዝቢ ትግራይ ብምክንያት ባህጊ ሰላም፣ ልምዓትን ፖለቲካዊ ሕተታቱ ከይቐስን ከይዓርፍ ከይዓቢ ክብተን ክፈርስ ይጋፋዕን ይብደልን ይጓነይን ኣሎ ዝበለ እቲ ጀነራል እዚ ክቕፅል የብሉን ደው ክብል ይግባእ ክብል እውን ጠቒሱ ኣሎ። ህዝቢ ትግራይ ከምቲ ሕሉፍ 360 ድግሪ ዓፅዩ ከምበርከኸካ እየ ምባል ሕዚ ፈፂሙ ዝከኣል ኣይኾነን ዝበለ እቲ ጀነራል ህዝቢ ትግራይ ብመንነቱን ባህላዋቱን ብመፃኢ ዕድላቱ ንዋጋ ዕዳጋ ዘቕርብ ዝደራደር ህዝቢ ኣይኾነን ክብል ኣነፂሩ ኣሎ። ህዝቢ ትግራይ ሰላም እየ ዝደሊ ሰለ ዝበለ በደልን መግዛእትን ሰለ ዝተቃወመ ሕግን ሕጋውነትን ይቐድም ሰለ ዝበለ ሃገሬ ብዝብል ዓንዲ ይብደል ኣሎ ክብል ጀነራል ምግቢ ሓይሊ ይጠቅስ። ህዝቢ ትግራይ ይጓነየ ኣሎ ፍልጠቱ ህይወቱ ነዛ ሃገር እዚኣ መዋዕሉ ታሪክ ዝሃበ ህዝቢ ትግራይ እዛ ዓዲ እዚኣ ዓዲ ክትከውን ዝገበረ ህዝቢ ሕዚ ይጋፋዕ እዩ ዘሎ ክብል እቲ ጀነራል ይጠቅስ። ኣብዛ ሃገር ኣብ ሓለዋትን ድሕንነትን ህንፀት ዲፕሎማሲኣ ምዕባለኣ ፀጥታኣን ተቓሊሱ ዋጋ ከፊሉ ብዝሃነፆ ኣሰሩ ብዘንበረላ ዓዲ ህዝቢ ትግራይ ሕማቕ ተፈድዩ ሕዚ እውን ይቕፅል ምህላው እቲ ጀነራል ኣነፂሩሉ። ህዝቢ ትግራይ ንምክፍፋል፣ ህዝቢ ትግራይ ናብ ሽግር ክኣቱ፣ ዳግም ካሊእ ሽርሕታት እናተፈሓሰ ናብ ደምነትን ኩናትን ነናዓርሱ ናብ ምክፍፋል ክኣቱ ብብዙሓት መልክዕ ይፍተን ኣሎ ክብል ይጠቅስ። ህዝቢ ትግራይ ንኩናት ፈጺሙ ድሌት የብሉን ክብል ዝገልጽ እቲ ጀነራል፣ ይኹን እምበር ደኺሞም እዮም፣ ነንዓርሶም ሲኒት ሲኖም እዮም ዘለዉ፣ ተኸፋፊሎም እዮም፣ ኢኮኖሚም ተዳኺሙ እዩ፣ ማሕበሮም ተበታቲኑ እዩ ኢሎም ዝኣምኑ ጸላእቲ ዳግም ኩናት ንክምውላዕ ኣብ ምንቅስቃስ ይርከቡ ክብል ይጠቅስ። ህዝቢ ትግራይ ንኩናት ኣይሃረፈን፣ ንኩናት ዝዕድሙ ዘለዉ ግን እቶም ትማሊ ዝበደልዎ፣ ዘጋፍዕዎ፣ ዘጓነይዎ ንኹናት ዝዕድሙ ዘለዉ ንሶም እዮም ክብል የነጽር። ንሰላም ዘራኽቡ መንገድታት ዓጽዮም ከምበርክኹ፣ ክብትኑ፣ ድሌቶም ክፍጽሙ ግፍዕታት ይገብሩ ኣለዉ ክብል እውን እቲ ጀነራል ኣዘኻኺሩ ኣሎ። ትግራዋይ ሰላም እዩ ዝደሊ ክብል ዝገለጸ እቲ ጀነራል ምስ ዝኾነ ከባብን ጎረበትን ሰላም ኮይኑ ክነብር እዩ ዝደሊ ክብል ኣስሚሩ ኣሎ። ህዝቢ ትግራይ ምስ ጎረቤት ዝኾነ ሰብ ጥራሕ ዘይኾነስ ምስ እንስሳ ጎረቤት እውን ኮይኑ ክነብር ዝደሊ ህዝቢ እዩ ክብል ዝጠቐሰ እቲ ጀነራል ምስ ኣምሓራ ምስ ኤርትራ ምስ ኣገው ምስ ዓፋር ምስ ሱዳን ብሓባር ብሰላም ክነብር ይግባእ ጥራሕ ዘይኾነስ ክህልው ክጽዕር እዩ ክብል እውን እቲ ጀነራል ኣነጺሩ ኣሎ። ሰራዊት ምክልኻል ትግራይ ውላድ ህዝቢ ትግራይ እዩ። መቃለሲ ዕላማታት እውን ብዝግባእ ዝፈልጥ ትካል እዩ። ብዙሕ ጽገማት ከምዘለዎ ዝፍለጥ እዩ። ምክንያቱ ኣካል ህዝቢ ትግራይ ስለዝኾነ ከም ህዝቡ ክቃለስ እዩ ክነብር እዩ ክብል እቲ ጀነራል ኣነጺሩ ኣሎ። ጀግና ሰራዊት ምክልኻል ትግራይ ሓደራ ህዝብን ሓደራ ብጾቱ ኣለዎ ክብል ዘነጸረ እቲ ጀነራል ማሕበረ ኢኮኖሚያዊ ጸገማት ዘየሰኩኑ ንሃለዋትን መንነትን ህዝቡ ደው ኢሉ ዝጋደልን ኣብ ዓርሰ ምብቃዕ ዝርከብ ጀግና ሰራዊት ክብል ጀነራል ምግበይ ሃይለ ናእዱ ገሊጹ ኣሎ። እቲ ጀነራል ካብ ዝውስኽ ኣቢሉ እውን ሰራዊት ትግራይ ካብ ዝኾነ እዋን ላዕሊ ተደራጁን በርቲዑን ጠንኪሩን ክብል ድሕሪ ምጥቃስ ብርግጽ ኩናት ብሰብ ዋላ እኳ እንተተመርሐ ዘመናዊ ኣጽዋር ምውናን ኣገዳሲ እዩ። ስለዚ ኣብዚ ጉዳይ እውን ሙሉእ ብቕዓት ክህልወና ተደራጂና ኢና ክብል ድሕሪ ምጥቃስ ድሮናት እንተሃልየን ፀረ ድሮናት ነፈርቲ ኩናት እንተሃልየን እውን ፀረ ነፈርቲ ዝኾነ ኣፅዋር ኣሎ ክብል እውን ትርር ዝበለ ምላሽ ሂቡ ኣሎ። ንናይ ውግእ ኣካይዳ ዝውስን ኣተሓሳስባ ከኣ ኣብ ትግራይ ሰራዊት ኣሎ፣ ኣብ ኣመራርሕኡ ኣብቲ ሰራዊት ኣሎ፣ ሰልጢኑ እዩ። ድሮን እንተሃልዩኳ ጸረ ድሮን ኣሎ። ኣየር ተሃልዩኳ ጸረ ኣየር ኣሎ ምስኡ ይተሓዝ። ታንኪ ተሃልዩኳ ጸረ ታንኪ ኣሎ። ኩሉ ነገር መፍትሒ ዘይብሉ ነገር የለን ሰብ እዩ ዝሰርሖ። ስለዚ ንሕና ኣተሓሳስባ እዩ ዝብለካ ዘለኹ ንሱ እዩ። እዚ ማለት ዘመናዊ ዕጥቂ ኣየድልን ናይ ነብሲ ወከፍ ናይ ጉቡድን ናይ ኣሃዱ ናይ ብትግራይ ደረጃ ማለት ኣይኮነን። ንሱ ከኣ ዝኸኣልናዮ ኩሉ ንገብር ኢና። ምክንያቱ መብዛሕቱ ናትና ተጋድላይ ተማሃረ እዩ። ብጣዕሚ ዝተማሃረ እዩ። ኣብ ሓፂር እዋን ንሳይንስን ቴክኖሎጂን ውፅኢት ክጥቀም ዝኽእል ሰራዊት እዩ ዘለና እና ንሱ ካብ ምምዕራይ እውን ኣይቧዘናን። ድሮን ሓዝ፣ ኣውሮፕላን ሓዝ፣ ዘመናዊ መድፋዕ ሓዝ፣ ታንኪ ሓዝ መወዳእታ ወዲ ሰብ እዩ ዝው ጉድኣት ኣየምፀልናን እሞ ነዚ ዝኸውን መከላኸለ ይነዳሉ ንባዕልና ይንመዓራረ ማለት ኣይኮንኩን ብዙ ውሰን ኩናት ግን የለን ብዙ ውሰን ኩናት ተዝኸውን ኮ ሰለስተ ዓመት ኣርባዕተ ዓመት ኮ ገይሩ ናይ ፋኖ ውግእ ንምንታይ ዘይውስኑ ፅቡቅ ኣለና ከምቲ ዝሓሰብዎ ኣይኮነን ትማል ውን ሎሚ ውን ኣይኮነን ጽባሕ ውን ኣይኸውንን TDF ናይ ህዝቢ ትግራይ ተቋም እዩ ናይ ግለ ሰባት ድሌትን ሕልምን ከሳኽዕ ኣብ ፖሎ ቦሎ ዝኣቱ ተቋም ኣይኮነን።